ሒዝናልኩም መጺና ኣለና ንክትከታተሉና ድማ ንዕድም። ፈለማ ቀንዲ ነጥብታቱ። ኣብ ኤርትራ ሽዱሽተ ሚእቲ ሰማንያን ሸሞንተን ሚልዮን ዶላር ዝወደኤ ሜጋ ፕሮጀክት ዝምልከትን፣ ፕሬደን ኤሜሪካ ዶናልድ ትራምፕ ምስ ፕሬደን ብራርሚር ፑቲን ኣገዳሲ ዝርርብ ሎሚ ከም ዘካየዱን፣ ምሕዳስ ኣህጉራዊ መዕርፎ ነፈርቲ ኣስመራ ዝምልከት ዝወጸ ጸብጻብን፣ ኣብ ኤርትራ ንኣስታት ሓሙሽተ ሚእቲ ሽሕ ሓድሽ ናይ ቢዝነስ ዕድላት ዝምልከት ዝወጸ ሓበሬታን፣ እስራኤል ንሓማስ ዝሃበቶ መጠንቀቕታ ዝምልከትን ዝብሉን ካልኦትን ኣለውና። ክስካብ መወዳእታ ሓቢርኩምና ብምጽናሕ ነዛ ቻናል ሳብስክራይብ፣ ላይክ፣ ሸር ብምግባር ክትጅምርዎ ብኽብሪ ንዕድመኩም። ኤርትራ ናይ 688 ሚልዮን ዶላር ዝውድእ ሜጋ ፕሮጀክት መንግስቲ ኤርትራ ኣብ 2025 5 ሜጋ ፕሮጀክት መነባብሮ ህዝቢ ዝቕይሩ ኣብ ህንፀት ዘለዉ ዓበይቲ ትሕቲ ቅርፂ ፕሮጀክት እዞም ፕሮጀክት ፅርግያን ቢንተት ጥራሕ ዘይኮኑስ ኣብ ኩሉ ቁጠባዊ ማሕበራዊ ግልግለት ክስካብ ዞባዊ ፅልዋታት ከምኡ እውን ፖለቲካዊ ምርግጋዕ ዓብዩ ኣበርክቶ ዘለዎም እዮም። እዞም ሜጋ ፕሮጀክት ኣብ መወዳእታ ሓደ ካብቶም ኣዝዮም ዘግርሙ ዓወት ኣፍሪካ ክኾኑ ዝኽእሉ መሰረት ተንፂፎም ይርከቡ። ኣብ መወዳእታ ክልተ ሽሕን ዕስራን ሓሙሽተን ክልተ ሽሕን ዕስራን ሽዱሽተን ክውድኡ መደብ ተታሒዙሎም ዘለዉ መደባት ኩሎም መደባት ኣብ ዝተመደቡሎም ግዜ መደብ መደብ መሰረት ምስ ዝትግበሩ ኣብ ኤርትራ ዝዓበየ ዞባዊ ማእኸልን ዞባዊ ትሕቲ ቅርፅን ቁጠባን ክትውንን ዝተመሓየሸ መነባብሮ ህዝቢ ዝቕይሩ ክኾኑ እዮም። ብቲ ሓምሻይ ሜጋ ፕሮጀክት ምስ ንጅምር፣ ሓምሻይ ሜጋ ፕሮጀክት ምስፋሕ ወደብ ምጽዋዕ፣ ኣብ ቀይሕ ባሕሪ ዝርከብ ወደብ ምጽዋዕ ናይ ካርጎ ዓቕሚ ጽዕነት ንምስፋሕ፣ ንመሳለጥያ ዘመናዊ ንምግባርን ዓብዩ ምምሕያሽ ይግበረሉ ኣሎ። ናይዚ ሜጋ ፕሮጀክት ባጀት ክልተ ሚእትን ሓምሳን ሚልዮን ዶላር ዝበጽሕ እንትኸውን፣ ምወላ ናይ ውሑዳት ናይ ወጻኢ ወፈርትን ኣብ መንግስትን ዝመጽእ እዩ። ኣብ ወደብ ምስፋሕ ዓብዩ ዝና ዘለዎ ቻይናዊ ካምፓኒ ምህንድስና ብሃይፐር ዝካየድ ዘሎ ኮይኑ፣ ፕሮጀክት ምስፋሕ ወደብ ምጽዋዕ ኣብ ክልተ ሽሕን ዒስራን ሓሙሽተን መጠረሻ ክውዳእ መደብ ተታሒዙሉ ኣሎ። እዚ መደብ ምስ ተወድኣ ዓመታዊ ልዕሊ ዓሰርተ ሓሙሽተ ሚልዮን ቶን ጽዕነት፣ ማለት ሰለስተ ዕጽፊ ናይዚ ሕጂ ዘለዎ ዓቕሚ፣ ክሕዝ ምዃኑን ኣብ ቁጠባ ኤርትራ ዓውዪ ግደ ክህልዎ እዩ። ብተወሳኺ ወደብ ምጽዋዕ ካብቶም ኣብ ዓለምና ጽዑቓት መራኽብ ኣውሮፓን ኤስያን ኣፍደገ ባሕሪ እያ ትርከብ። እዚ ወደብ ብምዕባዩ ኤርትራ ካብ ኣፍሪቃን ብደረጃ ዓለምን ንግዲ ክተዕቢ እትኽእል ወሳኒት ሃገር ናይዚ ዞባ ክትኸውን እያ። ምስፋሕ ወደብ ምጽዋዕ ዝተመሓየሸ እቶትን ዓቕሚ ሰደድ ኤርትራ ኣብ ጽላት፣ መኒፋክቸርን ናይ ወጻኢ ወፍሪ ንክስሕብ ትጽቢት ይግበረሉ። ራብዓይ ሜጋ ፕሮጀክት ምሕዳስን ምስፋሕን መስመር ጽርግያ ኣስመራ-ምጽዋዕ። መስመር ጽርግያ ኣስመራ ምጽዋዕ ኣስታት ሚእትን ዓሰርተ ሓሙሽተን ኪሎ ሜተር ርሕቐት ኮይኑ ሙሉእ ጽገና ንኽግበረሉ ኣስታት ሚእቲ ሚልዮን ደላር ዝግመት ባጀት ተታሒዙሉ ይርከብ። እዚ መስመር ጽርግያ ብሰፊሑ ዳግማይ ክሕደስን ንዓበይቲ ናይ ጽዕነት ተሽከርከርትን ከምኡ እውን ንትራፊክ ንምንቅስቓስ ንምውሳኽ ንንግዲ ትሪዝም ዝኸውን ለጂክሲ መጓዓዝያ ዝተመሓየሸ ክኸውን እዩ። ኤርትራውያን ኩባንያታት ህንጻ እቲ መስርሕ ጽርግያታት ብገለ ኣውሮፓውያን ምህንድስና ቴክኒካዊ ሓገዝ እናተገበረለን ኣብ መወዳእታ ክልተ ሽሕን ዕስራን ሓሙሽተን ክዛዘም ትጽቢት ይግበረሉ። ብተወሳኺ እዚ መንገዲ ምስ ዋና ከተማ ኣስመራ ዝራኸብ ስለዝኾነ ኣገዳሲ ናይ ቁጠባ እዛ ሃገር መስመር እዩ። ምስራሕን ምሕዳስን እዚ መስመር ኣብ ኤርትራ ብቕልጡፍ ዝጻፈፍ ናይ መጓዓዝያ ኣገልግሎት ናብ ርእሰ ከተማ ኣስመራ ኣገልግሎት ክህብ እዩ። እዚ ፕሮጀክት ምስ ተወደኣ ናይ መጓዓዝያ ዋጋን ካብን ናብን ዝግበር ሰዓታት ንምሕጻርን ኤርትራ ዝበለጸት ናይ ንግዲ ሃገር ክገብራ እዩ። እዚ ምስ ተሓደሰ መስመር ኣስመራ ምጽዋዕ ዕብየት ቱሪዝም ንንግዲ ስራሕቲ ክብ ብምባል ኣብ ጠቕላላ እቶት ኤርትራ ካብ ሰለስተ ሚእታዊት ክሳብ ሓሙሽተ ሚእታዊት ኣብ ዝቕጽሉ ሓሙሽተ ዓመታት ኣቡርክቶ ክህልዎ እዩ። ሳልሳይ ሜጋ ፕሮጀክ መመንጨዊ ጸሓያዊ ጸዓት ደቀምሓረ፣ ናይ ኤርትራ ብበዝሒ ብ ነዳዲ ዝምርኮስ ኮይኑ፣ ብጸሓያዊ ጸዓት ዝሰርሕ መመንጨዊ ሓይሊ ኤሌትሪክ እዩ። እዚ ሰላሳ ሚኢታዊት ሜጋዋይት ዝበጽሕ መመንጨዊ ጸሓያዊ ጸዓት ታሪኽ ቀያሪ ክኸውን እዩ። እዚ ፕሮጀክት ኣርባዓን ትሽዓተ ነጥቢ ትስዓን ክልተን ሚልዮን ዶላር ዝተመደወሉ ኮይኑ፣ ኣካል ናይቲ ኤርትራ ምንጪ ጸዓት ንምስፋሕ ትገብሮ ዘላ ድፍኢት ክኸውን እንከሎ፣ ዓሰርተ ሓሙሽተ ሜጋዋት ብ ሰላሳ ሜጋዋት ኣብ ሰዓት ክሕዝ ዝኽእል ቀረብ ጸዓት፣ ዘተኣማምን ምዃኑ ንምርግጋጽ እዩ። ብተወሳኺ ባንኪ ልምዓት ኣፍሪቃ እውን ነዚ ፕሮጀክት ብቴክኒካዊ ደገፍ ካብ ኩባንያታት ወይ ከዓ ጸዓት ይምውሎ ኣሎ። መወዳእታ ናይዚ ፕሮጀክት ኣብ መወዳእታ ክልተ ሽሕን ዕስራን ሓሙሽተን ክኸውን እንከሎ ሓንሻዕ ምስ ተወዳቢ ኤርትራ ዝወጽእ በጀት ነዳዲ ሓይሊ ኤሌክትሪክ ክቕንስን ዓመታዊ በሽሓት ቶናት ዝግመት ከባብያዊ ብከላ ክጎድል እዩ። ንከባቢ ሓምሳ ሽሕ ስድራቤት ክበጽሕ ትጽቢት ዝግበረሉ ፕሮጀት ጻሕያዊ ጸዓት ደቀምሓረ ኣብ ቁጠባዊ ቀረብ ጸዓት ብዒስራ ሚእታዊት ክውስኽ እዩ። በዚ ዓመታዊ ንጸዓት ዝወጽእ ባጀት ብኣስታት ሰላሳ ሚልዮን ዶላር ክጎድል እዩ። ካልኣይ ሜጋ ፕሮጀት መንገዲ ኣርከበት ተሰነይ። መንገዲ ኣርከበት ተሰነይ ኣብ ምህናጽ ሓድሽ ጽርግያታት ዘተኮረ ኮይኑ ብሕርሻ ሃፍታማት ዝኾና ዞባታት ዘራኽብ እዩ። ዞባ ከርከበት ናብ ደቡብ ሱዳን ቀረባ እትርከብ ከተማ ኮይና፣ እዚ ሚእቲ ኪሎ ሜትር ዝምንውሑ ሓድሽ መስመር፣ ኣብ ንግዳዊ ስርሒት ምስ ጎረባብቲ ሃገር ንምርኻብ ዝዓለመ እዩ። ናይዚ ፕሮጀክት ባጀት ኣስታት ሰማንያን ሓሙሽተን ሚልዮን ዶላር ኮይኑ፣ ብመንግስቲ ዓለምለኻዊ ሓገዝ ዝምወል ክኸውን እንከሎ፣ ምስ ናይ ናይ ውሽጢ ዓዲ ናይ ህንጸት ኩባንያ ብምዃን ብምክትታል ዓለምለኻውያን ክኢላታት ኣብ ክልተ ሽሕን ዕስራን ሽዱሽተን ክዛዘም ትጽቢት ይግበረሉ። ቀዳማይ ሜጋ ፕሮጀክት ምዕባይ ኣህጉራዊ መዕርፎ ነፈርቲ ኣስመራ። መዕርፎ ነፈርቲ ኣስመራ ዓብዩ ምዕባለ ክገብር ተዳልዩ ኣሎ። ሓድሽ ህንፃ ሓዊሱ ምስፋሕ መዕርቦ ነፈርቲ ተርሚናላት፣ ናይ ፅዕነት መሳለጥያ ብጠቕላላ ባጀት ብ ክልተ ሚእቲ ሚልዮን ዶላር ክህነፅ እዩ። ምዕባይ መዕርፎ ነፈርቲ ኣስመራ ብምዕራባውያን ኮንትራክተራት ምስ መንግስቲ ኤርትራ ብሽርክነት ብምስራሕ ኣብ ዓመተ ክልተ ሽሕን ዕስራን ሓሙሽተን ክዛዘም ትፅቢት ይግበረሉ። ብተወሳኺ እዚ ምስፋሕ እህግራዊ መዕርፎ ነፈርቲ ኣስመራ ብሓፈሻ ነዚ ፕሮጀክት ንምስፋሕ እህግራዊ መዕርፎ ነፈርቲ ዘመናዊ ብዝኾነ ዘመናዊ ኢቬሽን ማእኸል ዝያዳ ሰሓቢ ንምግባር ዝዓለመ እዩ። ኣብዚ ሕዚ እዋን ዘይማዕበለ ኣህጉራዊ መንገዲ ኣየር ቱሪዝም ንምድንፋዕ እዚ ፕሮጀክት ምስ ተወድኣ ዓመታዊ ክስካብ ክልተ ሚሊዮን ዝበጽሑ ጋይሽ ከእንግድን ካብዚ ሕዚ ዘለዎ ዓቕሚ ብተወሳኺ ኣስታት ሓሙሽተ ሚእቲ ሽሕ ዝግመት ሓድሽ ናይ ቢዝነስ ዕድላት ክኸፍት እዩ። ዕድላት ንግድን ዕብየት ቱሪዝምን ከምኡ እውን ምውሳኽ ትራፊክ ካርጎ ካብ ቁጠባ ብሓፈሻ ሓደ ነጥቢ ሓሙሽተ ሚኢታዊት ካብ ጠቕላላ ሃገራዊ እቶት ካብ ዝነውሐ ግዜ ቱሪዝምን ንግድን ዕብየት ከርኢ ትጽቢት ይግበረሉ። እዞም ፕሮጀክትታት እዚኣቶም ንሓድሽ ምትእስሳር፣ ዕብየትን ዘላቕነትን መሰረት ዝገበሩ ፕሮጀክትታት እዮም። ኤርትራ ኣብ ቀጻሊ ናይ ልምዓት ዓቕማ እናዓበየት ትመጽእ ዘላ ሃገር ኮይና ትርከብ። ብኻሊእ ዜናና ድማ፣ ሓማስ ክስካብ ቀዳም ጅሆታት እንተዘይፈቲሑ፣ ስምምዕ ተኹሲ ደው ምባል ከምዘብቅዕ እስራኤል ኣጠንቂቑ።

ሰለስተ ሰባት ጥራሕ ዝብል ኣይተነጸረን። ብኻሊእ ዜናና ድማ ፕሬዚደንት ኤሜሪካ ዶናልድ ትራምፕ ምስ ፕሬዚደንት ፑቲን ብስልኪ ኣገደስቲ ጉዳያት ተዘራሪቦም። ፕሬዚደንት ዶናልድ ትራምፕ ምስ መራሒ ሩስያ ቭላድሚር ፑቲን ኣብ ዩክሬን ዘሎ ኲናት ንምዕራፍ ሎሚ ብስልኪ ከም ተዘራረቡ ተገሊጹ። ፕሬዚደንት ትራምፕ ኣብ ማሕበራዊ ገጻት ከም ዝገለጾ ካብ ክልቲኡ ወገን ዝተዋጽኡ ኣባላት ርሒቖም ንምስራሕ ዘተ ክጅምሩ ክልተ መራሕቲ ተስማዕሚዕም ኣለዉ ክብል ገሊጹ። ፕሬዚደንት ዩክሬን ቭላድሚር ዘለንስኪ ብዛዕባ እቲ ጉዳይ መብርሂ ክህቦ ተስፍኡ ድማ ክህሉ ምዃኑ እውን ፕሬዚደንት ትራምፕ ወሲኹ ገሊጹ። ዝኸበርኩምን ዝኸበርክን ተኸታተልትና ነዚ ሰዓት ዝሓዝናዮም ሓበሬታታት ነቶም ክትከታተልዎም ጸናሕኩም ይመስሉ ነይሮም ኣብ ዝቕጽል ብካልኦት ሓበሬታ ክሳብ ንራኸብ ሰላምና ትመነና በቢ ዘለኹሞ ሰላም ንዓኹም ይኹን ሰላም